ሰላም ጥዕና ሃበለይ ከመይ ትውዕሉ ከመይ ትጸንሑ ኣብ ናይ ሎምዓንቲ ቪድዮና ድማ ኣብዚ ዕለት እዚ ኣብዚ ማሓበራዊ ሚድያ ኣዛራርብቲ ኮይኖም ዝውዓሉ ቪድዮታት ኣኻኺበ ሒዘልኩም መጽየ ኔርኩ ካብኣቶም ሓደ ድማ ሰራዊት ኤርትራ ብብዝሒ ታንክታት ከምኡውን ዝተራቐቐ ኣጽዋራት ሒዙ ኣብ ዶባት ኤርትራን ናይ ትግራይን ናይ ኢትዮጵያን ይጽጋዕ ኣሎ። ኲናት ደው ከብል ዝኸኣለ ምትእስሳር ህዝብታት ዝኾነ ጽምዶ።
ኣይደለም ድሮን ኣይደለም ኣይሮፕላን የኢትዮጵያ ወፍ ወደ ኤርትራ ሰማይ እንደማትገባ ላረጋግጥልህ እፈልጋለሁ። ወደህም ጠልተህም የኤርትራ መንግስትም ባያምንበት ኦፊሻሊ ገብተናል ኢትዮጵያ ውስጥ። ኣወል ስዒድ ዝበሃል ሰብ ጽምዶ ዝበሃል መድሃኒት ሒዙ መጺኡ እዚ ንኣብይ ኣብ ከቢድ ሻቕሎ ተእትዎ ድምፂ ጥይት ተሰሚዕሉ ዝበሃል ዘሎ ቦታ ኢድ ጽምዶ ዘየረኻኽበሉ ቦታ ምዃኑ ዝተውዕሉ እዚኣቶምን ካልኦትን ናይዚ ዕለት እዚ ካልኦት ሓደሽቲ ሓበሬታታት ብሓባር ብምዃን ክንርኢ ኢና ሰናይ ምክትታል ምክትታል ኣይንወስደካ ዓበይቲ ነቲ ቻናል እዚ ሓደሽቲ ለኮንኩም ሰባት ላይክ ሽር ሳብስክራይብ እንዳገበርኩም ጀምርዎ ንቀጽል እሺ እምበኣርከስ ፍትዋት ተከተተልቲ ከም መእተዊ መደብ ክኮነና ብትማሊ ዕለት ጽምዶ ዕስራን ትሽዓተን ከም ዝተዘርግሓት ዝርሳዕ ጉዳይ ኣይኮነን ማለት ውን ኣብ ጽምዶ ዕስራን ትሽዓተን ኣወል ሲዒድ ብዛዕባ ጽምዶ ሓደሽቲ ሓበሬታታት እንዳውጸ ይርከብ እቲ ሓደ ሓበሬታ ቀልዲ ዝመስል ዝነበረ ጽምዶ ኣብዚ ሕዚ ሰዓት ን ኣብይ ኣሕመድ ጭንቀት ኮይንዎ ኣሎ እንዳበለና ይርከብ እዚ ከኣ ሓቂ እዩ ኣብ ዝሓለፈ ዘቅረቦ ፓርላማ ኮነ ኢልካ ንህዝቢ ትግራይን ህዝቢ ኤርትራን ህዝቢ ኣምሓራን ንምፍልላይ ዝዓለመ ፓርላማ ምዃኑ ኩላህና ንፈልጦ ኢና። ብምቕጻል ድማ ቀንዲ ጭንቀት ኣብይ ኣሕመድ ጽምዶ እዩ እንዳበለና ይርከብ ማለት እውን ኣወል ሲዒድ እስኪ ክፍትዋት ተኸታተልቲ ቅድሚ ገለ መዋልና እቲ ቪድዮ እሱ ተኸታቲልና ንምለስ። እዚ ናይ ትማል ናይ ቤት ምኽሪ መደርኡ ግን ጫፍ ዓቕሊ ጽበቱ ዘረጋግጽ ነይሩ። እቲ ቀንዲ ምኽንያት ናይዚ ጭንቀት እዚ ድማ ጽምዶ እዩ። ጽምዶ ጽምዶ ህዝብታት ኤርትራን ትግራይን ጽምዶ እቲ ብህዝቢ ጀሚርና ኣብ ሽሕ ኪሎ ሜተር ዘንጸፍናዮ ዋዛ ዝመስል ዝነበረ ጽምዶ ነዚ ሶማላዊ ተንታን ፖለቲካ ፕሮፌሰር መሐመድ ሓሰን ዝብሎ ሰሚዕና ንመለስ።
አወል ሰይድ የሚባል ሰው ደግሞ ብቅ አለ። ፅምዶ የሚባል መድኃኒት ይዞ መጣ። ኣወል ስዒድ ዝበሃል ሰብ ጽምዶ ዝበሃል መድሃኒት ሒዙ መጺኡ እዚ ንኣብይ ኣብ ከቢድ ሻቕሎ ተእትዎ ኣብ ሰሜን ዝርከቡ ህዝብታት ብሓደ እንዳተኣሳሰሩ ክነብሩ እዮም ዝደልዩ ክትብል እንከለኻ ምርድእ ኢኻ ነጊርካዮ ይፈልጋሉ ስል ስትል መርዶ ነገርኩም።
እወ ጽምዶ ጽምዶ ንወዲ በሻሻ እቲ ዝዓበየ ሕማም ርእሲ ኮይኑ ኣሎ። ጽምዶ እቲ ትማል ዝነዓቕ ዝነበረ ጽምዶ እቲ ትማል ኣበይ ክበጽሕ ዝበሃል ዝነበረ ጽምዶ ጽምዶ እቲ ትማል ብዕዋላ እዩ ዝምራሕ ዘሎ ክንደየናይ ከይስጉም ዝበሃሎ ዝነበረ ጽምዶ ጽምዶ ድቃስ ከሊኡ ብቐትሩ ከም ዝብህርር ዝገብሮ ዘሎ ኲናት ደው ከብል ዝኸኣለ ምትእስሳር ህዝብታት ዝኾነ ጽምዶ ስለዚ ድማ ኣብ ኣኼባ ባይቶ ሃገሩ ብቐጥታ ክበሃል ብዝኽእል ደረጃ ኣንጻር ጽምዶ ኩሉ ዝከኣሎ ይገብር ከም ዘሎ ዘረጋግጽ ሃልዎሳ ዘስምዐ የአሁኑ የፓርለማ ንግግሩ ለጽምዶ መልሲ ነሱ እዚ ናይ ትማሊ ናይ ፓርላማ ዘረቡ መልሲ ንጽምዶ እዩ። ጽምዶ እንዳስፋሕፈሐ ምምጽኡ ንሱ ንዕሩኽቱ ናብ ከቢድ ውጥረት እዮም ወዲቖም ዘለዉ። ታሪኽ ናብ ሓድሽ ምዕራፍ ይኣቱ ኣሎ ማለት እዩ። ታሪክ ኣዲስ ቻፕተር እየገባ ነው ማለት ወዲ በሻሻ ነቲ ዓቕሉ ዘጽበበሉ ጽምዶ ንምቑጻይ ንህዝብታት ኤርትራ ትግራይን ኣምሓራን ክፈላሊ ይኽእል እዩ ዝበሎ ሓሶታት ክነዝሕ ውዒሉ ኣሎ ህዝቢ ኤርትራ ህዝቢ ትግራይ ህዝቢ ኣምሓራ ግን ሎሚ እውን ብጽምዶ ጸኒዑ ኣሕዋት ህዝብታት ምዃኑ ከመስክር እዩ

እዚኣ እታ ናይ መጨረሻ መጣሊዒት ካርቱ እያ። ኦሮማይ ወዲ በሻሻ ናብቲ ዝተሓተ ውርደት ጥሒሉ ኣብ ማዕከናት ዜና ተሓቢኡ ድሕረይ ሳዕሪ ይብቆል ይብል ኣሎ። ኢትዮጵያ ካብ ቁፅፅሩ ወፃእ ኮይነ ክልላት ትግራይ ኣምሓራ ኦሮሞን ካልኦት መንገደን ሒዘን እታ ሃገር ሮማ ዒላ ክትወድቕ ሎምዶ ፅባሕ ኣብ ትብለሉ ዘላ እዋን ህዝቢ ኢትዮጵያ ርሒቑ ዝጠመተ ኣካይዳ ክኽተል እምበኣር ግዜኡ እዩ ፅምዶ ጽምዶ ድማ እዩ እቲ ፍቱን መድሃኒት። ጽምዶና
ኦክስጅን እኮ ኦክስጅን ከሌለ እንሞታለን አይደለ? ኦክስጅን ነው ጽምዶ።
ጽምዶ እኮ ኦክስጅን ማለት እዩ። ኦክስጅን ተዘየለ ንመውት ኢና ምሽ ኦክስጅን ማለት እዩ ጽምዶ። ወዲ በሻሻ ንህዝቢ ትግራይን ኣምሓራን ንምውጋእ ብዝገበሮ ጻዕሪ ኣብ ገለ ከባቢታት ድምፂ ጥይት ይስማዕ ኣሎ እዚ ብኣግኡ ደው ክብል ክኽእል ኣለዎ። እዚ ድማ ብዓቕልን ዓቕልን ጥራይ ክትግበር ዘለዎ እዩ። ተዘይኮነ ህዝብታት ትግራይን ኣምሓራን ግዳይ ተንኮል ዕሸል ወዲ በሻሻ ብምዃን ናብ ዘይውዳእ ዓዘቕቲ ክሽመሙ እዮም። ኣብዚ ኣስተውዕሉ፣ እዚ ድምፂ ጥይት ተሰሚዕሉ ዝበሃል ዘሎ ቦታ ኢድ ፅምዶ ዘየረኻኽበሉ ቦታ ምዃኑ ኣስተውዕሉ። ጽምዶ ኣብ ዝሰፍሐ ዶባት ኤርትራን ትግራይን ዓፋርን ብግብሪ ተዓዊቱ እዩ። ምስጢር ናይዚ ዓወት ድማ ጽምዶ ዓብዪ ራእይ ብምዃኑን ኣብ ግብሪ ድማ ስለ ዝሰርሐን እዩ። እዚ ናይ ጽምዶ መገዲ ዝብ ትግራይን ኣምሓራን ዘሰሓሕብ ዘሎ ቦታታት እውን ክስራሓሉ ይግባእ። ኣንፈትና ድማ ናብኡ ገጹ እዩ። ኣብዚ። እሺ እምበኣርከስ ፍቱዋት ተኸተተልቲ እቲ ቪድዮ እውነተኸተተልኩም ይመስል ማለት እውን ቀንዲ ጭንቀት ኣብይ ኣሕመድ ፅምዶ እዩ እንዳበለና ይርከብ ማለት እውን እዚ ጉዳይ እዚ ሓቂ እዩ ኣብዚ ሕዚ ሰዓት እቲ ቀንዲ ጭንቀት ኮይንዎ ዘሎ ንጠቅላይ ሚኒስተር ኣብይ ኣሕመድ ፅምዶ እዩ ቀልዲ ዝመስል ዝነበረ ፅምዶ ኣብዚ ሕዚ ሰዓት ንኣብይ ኣሕመድ ጭንቀት ኮይንዎ ኣሎ እንዳበለና እዩ ዝርከብ ዘሎ እዚ ጉዳይ እዚ ድማ ሓቂ እዩ ዶክተር ኣብይ ኣሕመድ ኣብዚ ሕዚ ሰዓት ብዛዕባ ካሊእ ምንም ዓይነት ጭንቀት ከምዘይብሉን እቲ ቀንዲ ጭንቀቱን ድማ ፅምዶ ምዃኑ እዩ ዝሕብረና ዘሎ እስኪ ፉታታተትልቲ ኣብዚ ጉዳይ እዚ እንታይ ሓሳብ ኣለኩም ኣብ ቦታ ኮመንት ኣቁምጥለይ። ኩናት ደው ክብል ጽምዶ ዓብይ ኣስተዋጽኦ ጌሩ እዩ እንዳበለና ይርከብ እዚ ጉዳይ እዚ ድማ ሓቂ እዩ እዚ ጽምዶ እዚ ኣብ ልዕሊ ጠቅላይ ሚኒስተር ኣብይ ኣሕመድ ዓብይ ሻቅሎት ከም ዝፈጠረን እዚ ኩናት እዚ እንድሕር ደኣ ጀሚረዮ የዋጸኒ ዶ ኣየዋጸንን ዝብል ሓሳብ ውን ኣብ ርእሱ ዕስራ ሰላሳ ግዜ እንዳተመላለሰ ዓብይ ጭንቀት ፈጢርሉ ከም ዘሎ እዩ ዝሕቡሩና ዘለዉ። እዚ ጉዳይ እዚ ድማ ሓቂ እዩ። እዚ ኹናት እዚ እንድሕር ድኣ ጀሚርዎ ከም ዘየዋጽኦ ፈሊጡ ብብዝሕ ዝበለ ሓሶታት ነዚ ህዝቢ ኣዳናጊሩ ናብኡ ንኽስሕቦ እዩ ዝጽዕር ዘሎ። ብምቕጻል ድማ ካብዚ ዝዓበየ ጽምዶ ክከታተል እዩ ብምባል ኣወል ስዒድ በዚ ሎሚ ዕለት እዚ ንጠቅላይ ሚኒስተር ኣብይ ኣሕመድ እዚ ዝመስል መልእኽቲ ኣሕሊፉሉ እኒሀ። ጽምዶ እስካዕ ዛስ ሰዓት ብዙሕ ከም ዘይተገበረን ካብ ሕዪ ዝመጽእ ጽምዶ ድማ ብዕሊ ክጽበዮ ንጠቅላይ ሚኒስተር ኣብይ ኣሕመድ ኣወል ስዒድ እንዳሓበሮ ይርከብ። እዚ ድማ ኩላህና ንጽበየሉ ጉዳይ ክኸውን እዩ። ቀጻሊ ዝመጽእ ጽምዶ ድማ ንኹላህና መህንጠውን ኣገዳስን ኮይኑ ክርከብ እዩ። ፍትዋት ተክትትልቲ እዚ ካብ ረኣና እስቲ ናብቲ ዝቅጽል ቪድዮ ንስገር። ንሽማርከስ ፍትዋት ተክትትልቲ ቀጺልና ንርኽቦ ቪድዮ ከኣ ኣብ መንጎ ኢትዮጵያን ኤርትራን ዘሎ ወጥሪ ስዒቡ ሓይሊ ኣየር ኤርትራ ኣብዚ ሕዚ ሰዓት ኣብ ተጠንቀቅ ጠጠው ከምዘለ እዩ ዝሕብረና ዘሎ። እስኪ ፍትዋት ተክትትልቲ ቅድም ገለ ማልና እቲ ቪድዮ እዚ ተክትትልናዮ ንመለስ። ሰበር መረጃ!

ጤና ይስጠለኝ። የፍትዋ ተኸታተልቲ እቲ ቪድዮ ነተኸታተልኩም ይመስል ማለት እውን ሓይሊ ኣየር ኤርትራ ኣብ ተጠንቀቕ ጠጠው ከምዘለ እዮም ዝሕብሩና ዘለዉ እዚ ጉዳይ እዚ ድማ ሓቂ እዩ ኣብ መንጎ ኤርትራን ኢትዮጵያን ዘሎ ወጥሪ ስዒቡ ሓይሊ ኣየር ኤርትራ ኣብ ተጠንቀቕ ጠጠው ዘይብለሉ ምንም ዓይነት ምክንያት ከምዘየለ እዩ ክሕብረኩም ዝፈቱ ብምጻል ድማ ኣይኮነን ዶ ድሮን ኣይኮነን ዶ ኣየር ኣይኮነን ዶ ዒፍ ኢትዮጵያ ኣብ ሰማያት ኤርትራ ከምዘይኣተዋ ከረጋግጸልኩም ይፈቱ ብምባል በዚ ሎሚ ዕለት እዚ እዚ ሓውና እዚ ዝሕለፉ ሓበሬታ ነዚ ይመስል ፍቱዋት ተኸታተልቲ ኣብዚ ጉዳይ እዚ ከ እንታይ ሓሳብ ኣለኩም ኣብ ቦታ ኮመንት ኣቁምጥለይ። መንግስቲ ኤርትራ ወላ ተዘይኣመነሉ ኣብዚ ሕዚ ሰዓት ኣብ መሬት ኢትዮጵያ ኣቲና ኣለና ክብል በዚ ሎምዕለት እዚ እዚ ሓውና እዚ እንዳተዛረበ ይርከብ ማለት እውን ትብዓት ተሃሊካ ካብ መሬትካ ኣውጺኻ ንዓ ዓሰብ ውረር እንዳበሎ እዩ ዝርከብ እዚ ጉዳይ እዚ ድማ ኣብይ ኣሕመድ ቦይኑ ከምዘይኽእሎ ፈሊጡ ኣብ ፓርላማ እንዳወጸ ብዙሓት መደናገሪ ሓሶታት ይዝግብ ከምዘሎ እዩ ዝሕበር ዘሎ። ሽቶ ኣታተትልቲ ኣብዚ ጉዳይ እዚ ከ እንታይ ሓሳብ ኣለኩም ኣብ ቦታ ኮመንት ኣቁሙጥለይ እሺ እምበኣርከ ስቶ ኣታተትልቲ እዚ ካብ ረኣና እስቲ ናብቲ ዝቅጽል ቪድዮ ንስገር ቀጺልና ንርኮ ቪድዮ ከኣ ሶል ሜዳ በዚ ሎሚ ዕለት እዚ ሰራዊት ኤርትራ ናብ ዶብ ትግራይን ኢትዮጵያን ከበድቲ ኣጽዋር ኣትሒዙ ምስ ሰራዊቱ ኣትዩ ከም ዘሎ እዩ ዝሕብረና ዘሎ እስቲ ቅድሚ ገለ ማልና እቲ ቪድዮ እዚ ተከተቲልና ንመለስ። ማሕበራዊ ሚድያ ዝወጽእ ዘሎ መቸም ከምቲ ልሙድ እዩ ሰራዊት ኤርትራ ናብ ድፋዓት ተጸጊዑ ሰራዊት ኤርትራ ብወገን ብብዝሒ ታንክታት ከምኡውን ዝተራቐቐ ኣጽዋራት ሒዙ ኣብ ዶባት ኤርትራን ናይ ትግራይን ናይ ኢትዮጵያን ይጽጋዕ ኣሎ ዝብል ዜና መቸም ካብ ንሰምዕ ዳርጋ ሰለስተ ዓመት ክልተ ዓመት ኮይኑ ኣሎ ካብ ሚሒር ምጽጋዕ ምጽጋዕ ሶማል ኣብጺሕኹሞ ኬንያ ኣብጺሕኹሞ ኣብ መሬትና ከምድልያትና ኣብ መሬትና ተደሊና ባድመ ንኺድ ተደሊና ዛላምበሳ ንኺድ ተደሊና ከኣ ጾሮና ንኺድ ኣካል መሬት ኤርትራ ክሳብ ዝኾነ ከምድልያትና ስለዚ እዚ ሎማዓንቲ ኣብይ ኣሕመድ ክዛረቦ ድጸንሐ ዋጋ ከኽፍሎ ምኻኑ ከኣ ክፈልጥ ክኽእል ኣለዎ በቲ ትብልዎ ዘልኹም ወልሓደ ድጽላእ ኣይኮነን ዝተራቐቐ ኣጽዋር ዝተራቐቐ ኣጽዋር ጸረ ድሮን ከምኡ'ውን ታንክታት ዝዓጠቐ ሓይልታት ምክልኻል ኤርትራ ናብ ዶብ ኢትዮጵያ ወይ ከኣ ትግራይ ይጽጋዕ ኣሎ ክትብሉ ብጣዕሚ ጽቡቕ እዩ። ዝጽላእ ነገር ኣይኮነን። ከምቲ ክቡር ሚኒስትሪ ዜና ኣቶ የማነ ገብርመስቀል ዝበሎ ሎማዓንቲ ብዕሊ ኩናት ኣብ ልዕሊ ልእላውነት ኤርትራ ኣዊጅኩም ኢኹም። ብዕሊ። እሱ ከኣ እንታይ እዩ? እቲ ናይ ባሕሪ ጉዳይ ኣካል ህይወትና ወይ ከኣ ትንፋስና ስለዝኾነ፣ ኤርትራ ዝተራቐቐ ኣጽዋር ታንክታትን ጸረ-ድሮን ዝዓጠቐ ናብ ዶባት ኢትዮጵያ ይጽጋዕ ከምዘሎ፣ እዚ ከኣ እዚኣ ደስ ዘይትብለኒ ወይ ከኣ ክትከውን ዘይትግበኣ ኣብታ ጽሕፍቲ ዘላ ኣብ ዝቐረበ ኣዋን ኣብ መንጎ ኤርትራን ኢትዮጵያን ግጭት ክለዓል ይኽእል እዩ። ንሕና ከም ኤርትራውያን ከምዚ ሎሚ ኣብይ ኣሕመድ ክዛረቦ ዝወዓለ ንኤርትራ ክወርር እየ ደኣ እምበር ኤርትራ ሓንቲ መዓልቲ ንኢትዮጵያ ብዝኾነ ነገር ክወርር እየ ወይ ከኣ ይግበኣኒ እዩ ወይ ከኣ እዚ ክገብር እየ ገለ ዝበሃል ነገራት የለን። እቲ ክወርር ዝመጽእ ግን ንሕና ከም ኤርትራውያን ኩሉ ግዜ ሕርያና ወይ ከኣ ምርጫና ተገዲድና ንኣትዎ ኲናት ደኣ እምበር ሕርያና ሰላም እዩ። ምርጫና ተኸባቢርካ ምንባር እዩ። ምርጫና ናትና ኣይንህብን ዘይናትና ከኣ ኣይንደልን እዩ ከምዚ ትብልዎ ዘለኹም ግን ተጸጊዑ እንድሕር ደኣ ኢልኩም ብጣዕሚ ጽቡቕ እዩ ንዓኻትኩም ከይትድቅሱ ከምኡ ከኣ ኣብ ከብድኹም ኣትዩኩም ከም ዘሎ ደኣ እምበር ንዓና ዜና ክኸውን ዝኽእል ዜና ክኸውን ዝኽእል ሰራዊት ኤርትራ ኣብ ከተማ ኤርትራ ይንቀሳቐስ ኣሎ ሰራዊት ኤርትራ ኣብ ከተማ ኣስመራ ወይ ከኣ ከተማ ባጽዕ ሸናዕ ይብል ኣሎ እዚ ዜና ደኣ እምበር። የፍትዋ ተኸታተልቲ ሶል ሜዳ እዚ ጉዳይ እዚ ሓሶት ከም ዝኾነን እዘን ከምኡ ኢለን ዝሕስዋ ዘለዋ ማሕበራዊ ሚድያ ድማ ን ላይክን ፎሎወርን ን ናይ ዩቱብ ቪውን ብምባል እዩ ዝሕብረና ዘሎ እዚ ጉዳይ እዚ ድማ ሓቂ እዩ ማለት እውን ከምኦም ዘበሉ ሚድያታት ኣይትከታተሉ ሓቂ ሓቂ ዝሰርሑ ሚድያታት ተኸታተሉ ክብል እዩ መልእኽቱ ዘመሓላልፍ ዘሎ እና ፍትዋት ተኸታተልቲ ንስኻትኩም ድማ ነዚ ሓቀኛ ቻናል ሳብስክራይብ ምግባር ከይትርስዑ ኢኹም የፍትዋ ተኸታተልቲ ናይ ሎማዓንቲ ቪድዮና ነዛ እስካዕ ከተትልኩማ ትመስል ኔራ ብካሊእ ብለጽ ን ፊዴሳ ኣንራከብ እብለልኩም ይመችኩም ሰላም ኩንለይ ሰሰናዩ።